ሰላም ናይ እግዚኣብሔር ኣምላክና ከመይ ከኒኩም ንሎም መዓልቲ ዝዛረበሉ ኣርእስቲ እምበኣር ብዛዕባ ሃገር ምምዕባል ዝምልከት ይከውን ሃገርናሲ ኣብ ምምዕባል ድያ ዘላ ዋላስ ኣብ ህላውነታ ምርግጋጽ ኣብ ምንታይ እያ ትርከብ ዘላ ኣብ ምምዕባል ዋላስ ኣብ ህላውነታ ምርግጋጽ ኣብ ዝኮነት ሃገር እቲ ዝበለጸ ወፍሪ ምዕባለ ዘምጽእ ስራሕ ምክፋት ዝብሃል ንናኣሽቱ ትውልዲ ኣሚንካ ኣብኦም ተስፋ ጌርካ ንዕኦም ዕድል ምሃብ እዩ። ሓንቲ ሃገር ክትምዕብል ኣብ ዝለዓለ ጥርዚ ንክትበጽሕ ተኾይና መንእሰይ እቲ ናቱ ዕቑር ተውህቦ ክብርብርን ከንጸባርቕን ዕድል ክረክብ ኣለዎ እምበር ዝኾነ መንግስቲ ይሕመቕ ይንፋዕ ብዘየገድስ ብገዛእ ርእሱ ሃገር ኣየምዓብልን'ዩ። ንዜጋታት ዕድል ይህብ ናጽነት ይህብ ጸጥታ እታ ሃገር የውሕስ። ሰላም የንግስ ቀረጹ ድማ ይቅበል እምበር መንግስቲ ኣብዚ ኣሎ ዕድላት ኣብዚ ስራሕ ኣብዚ ኣውፍር በዚ እቶ በዚ ውጻእ ኢሉ ገደብ ክገብረልካ ብዓይኒ መርፍእ ከሕልፈካ ዘይኮነስ ነጻ ኮይንካ ነቲ ሽግራት ባዕልኻ ኣለሊኻ ክተድምዓሉ ትኽእል ወፍሪ ኣለሊኻ ብናትካ ምርጫ ክትወናጨፍ ከለኻ እያ ሃገር ትምዕብል ኣብቲ መንግስቲ ዘይብሉ ክተውፍር ከለኻ እዩ ስልጣኔ ዝመጽእ ወዲ ሰብ በቲ ዝለዓለ ዓቕሙ ዝሰርሕ፣ ኣሎ ዝበሃል ጥበብን ምብልሓትን ዘጥሪ፣ ባዕሉ ህይወቱ ክመርሕ ክትፈቕደሉ ከለኻ እዩ። ከምዚ ግበር፣ ከምዚ ኣይትግበር፣ በዚ ኺድ፣ በዚ ኣይትኺድ ኢልካ ቀይሕ መስመር ክተብዝሓሉ የብልካን። ንኣብነት ናይ ኮሚኒዝም ኣካይዳ እንተኾይኑ ንውልቀ ሰባትን ንመንግስትን ሓፍ ኣቢሉ ንህዝቢ'ዩ ዝደቁስ። ዝያዳ ነቲ መንግስቲ ዘሐይሎን ተፈራሂ ዝገብሮን፣ ንህዝቢ ድማ ርእሰ መርኮሳ ዘይኮነ ርእሰ ምትሓት ዝምህሮ ፍርሕን ራዕድን እዩ ዘሕድረሉ። እዞም ገሌኹም ብዛዕባ ሃገርና ክትዛረቡ ከለኹምሲ ብጣዕሚ እዩ ዝገርም። መንግስቲ ምስ ሓንቲ ሃገር ዝኾነ ስምምዕ እንተገይሩ፣ ናይ ልምዓታዊ መደባት እንተውጺኡ፣ ማሽነሪታት እንተዓዲጉ፣ ሓደ ሓደ ጽርግያታት ወይ ከኣ ዲጋታት ወይ ከኣ ኣባይቲ እንተሃኒጹ፣ ስለምንታይ ኢኹም ሃገር ማዕቢላ፣ ትውንጨፍ ኣላ፣ ኣብ ዝሓጸረ እዋን ምዕብልቲ ክትኸውን እያ፣ ካብ ኩለን ሃገራት ዝበለጸት ክትኸውን እያ፣ ብጣዕሚ ጽቡቕ ኣላ ምባል ትፈትዉ? ምዃን ንዓኹም እኮ ምግናን ዘይኮነስ ከምኡ ኮይኑ ዝስምዓኩም ክኸውን ይኽእል እዩ። እቲ ክበሃል ዘለዎ ግን ነዚ ኩሉ ጸቕጥታት ተጻዊርና ወይ ከኣ እታ ሃገር ተጻዊራ ስና ነኺሳ ትጉዓዝ ኣላ። ብውሑድ ዓቕማ ዝከኣላ ትገብር ኣላ። ንመጻኢ ባይታ ኣብ ምጥጣሕ ትርከብ ኣላ እዩ ዝበሃል። ምኽንያቱ ክሳብ ሕጂ ሰብ ኣብ ናይ ሳርቫይቫል መድረኽ እዩ ዘሎ። ክምዕብል ዘይኮነስ ንኽነብር እዩ ዝምክት ዘሎ። ናይ ሓንቲ ሃገር ዝዓበየ ጸጋ እኮ መዓድን ኣይኮነ ነዳዲ ኣይኮነ። ሰብ ኣዩ እቲ ዝዓበየ ጸጋ። ሰብ ብሰቡ ድማ እቲ ኣብ ብርኩ ዘተንፍስ መንእሰይ ንሱኸ እቲ ዝበዝሐ ኣበይ ኣሎ? ብዝኾነ ነታ ሃገር ዘጋጥማ ዘሎ ፈተናታት ማእለያ የብሉን እምበር ናይ ማይ ናይ ኤለትሪክ ናይ ኤንተርነት ሕርሻ ትሕተ ቅርጺ ሕጽረታት ዘለዋ ሃገር እንከላ ዋላ ንተቓወምቲ ክተሕርቕ ኢልካ ትምዕብል ኣላ ትውንጨፍ ኣላ ዓድና ጽቡቕ ኣላ እንዳበልካ ምዝራብ ክትዕ እዩ ዘልዕል ዕሽነት እዩ ዘምስል። ከምኡ ትሓስብን ትብልን እንተኾንካ ከም ዓሻ፣ ከም ደንቆሮ ወይ ከኣ ኩሉ እንዳፈለጠ ኮነ ኢሉ ባህ ኣይበሎ ኢሉ ዝጋገ ዘሎ ሰብ ኢኻ ትኸውን ዘለኻ። ምስ ብዙሕ ምድጋም'ውን እቲ ቀጻሊ ትብሎ ዘለኻ ሓቂ ኮይኑ ስለ ዝስምዓካ ጸማም ኢኻ ትኸውን። ንእግዚኣብሄር'ውን እኮ ዝኾነ ይኹን ክተመስግኖ እዩ ዘለካ እምበር ጽቡቕ ዘየለኻ ጽቡቕ ኣለኹ ኢልካ ኣይትጥብሮን ኢኻ። ነቲ ኩሊትካን ልብኻን ዝምርምር እግዝኣብሄር ሰማይን ምድርን ዝፈጠረ ኣምላኽ ከምኡ ኢልካ ኣይትዐሽዎን ኢኻ። ንኣምላኽ ጽቡቕ ዘየለኻ ጽቡቕ ኣለኹ ትብሎ ተኾንካ ንሱ ኸኣ ሕራይ ይኹነልካ ይብለካ። እምበር ንሱስ ሕተቱ ክወሃበኩም እዩ ኢሉ እምበር ጽቡቕ ዘየለኹም ጽቡቅ ኣለና በሉ ኣይበለን ስለዚ ኣብዚ ግዜ እዚ ዓድና ትምዕብል ዘይኮነት ስና ነኪሳ ትቃለስ ትምክት ትብድህ ተጸሚማ ትሓልፎ እያ ዘላ ክሳብዛ ዓለት እዚኣ ጸላእታ ኣብ ምርዓም ሰላም ኣብ ምዕቃብ ውሕስነታ ኣብ ምርግጋጽ ህላውነታ ኣብ ምቅጻል እያ ተጸሚዳ ዘላ ደሓር ከኣ ኣብ ዝኾነ ታሪኽ ናይ ዓለም ተተዓዚብና ሓደ መንግስቲ ንሓንቲ ሃገር ፈጺሙ ኣየማዕብላን እዩ ከማዕብላ ውን ኣይክእልን እዩ ክንዲ ዝነፈዐ ተነፈዐ ብዘየገድስ ነታ ሃገር ግን ከማዕብላ ኣይክእልን እዩ ሃገር ምምዕባል ናቱ ዓቕሚ ስለዘይኮነ ንኹሉ ክዓሞ ስለዘይክእል ምዕባለ ክበሃል ከሎ እኮ ሰፊሕ እዩ ሃገር ብመንግስቲ ኣይኮነትን ትምዕብል ናይ መንግስቲ ተራ እታ ሃገር ምእንቲ ክትምዕብል ንዜጋታታ ዕድላት ብምኽፋት፣ ወፍርታት ብምፍቃድ፣ ቀረባት ብምድላው፣ መሰረታዊ ቀረባት ማለት እዩ፣ ማይ፣ ኤለትሪክ፣ ኢንተርነት ብምድላው ከምኡ'ውን ትሕተ ቅርጺ ብምህናጽ ወዲ ሰብ ብልሑ ብዝለዓለ ደረጃ ከንጸባርቐሉ ዝኸእል ዕድል ብምኽፋት ምስ ዓለማት ዘለዎ ዲፕሎማሲያዊ ርክባት ብምዕባይ ጸጥታ ናይታ ሃገር ብምኽባር ካብ ኲናትን ካልእ ኣዕናዊ ንጥፈታትን ብምቑጣብ መንግስቲ ዓቢ ኣበርክቶ ክገብር ይኽእል እዩ። ሽዑ እቲ ዜጋ እዩ ዘማዕብላ ንሓንቲ ሃገር። ሃንደስቲ፣ ቀየስቲ፣ ተመራመርቲ፣ መሃዝቲ፣ ጥበበኛታት፣ ነጋዶ፣ ሸቃሎ እዮም ዘማዕብልዋ እምበር መንግስትን ወተሃደርን ኣይኮኑን። ኣብ ዝኾነ ሃገር መንግስቲ ዝሰርሐ ተሰርሐ፣ ዘእተወ ተእተወ፣ ዘፍረየ ተፍረየ ብኡኡ ሃገር ማዕቢላ ኣብ ዝለዓለ ደረጃ ክትበጽሕ ኣይትኽእልን'ያ። ናይ ነዊሕ ዓመት ተመኩሮ ኣብ ባይታ ዘሎ እንዳረኣኻ ከምኡ ክኸውን ኢልካ ሃንቀው ኢልካ ምጽባይ ጌጋ ርድኢት'ዩ። ካብቲ ቃለ መሕትት ናይ ፕረዚደንት ኢሳያስ ኣፈወርቂ ክንመሃር ንኽእል ኢና። እዘን ሕጂ ኣብ ዓለምና ምዑቡላት ዘለዋ ሃገራት መንግስታት ኣይኮኑን ኣማዕቢሎሞን እንታይ ደኣ መንግስታት ዝኸፈትዎ ኣፍደገ ንሶም ዘውጽእዎ ሕጊ ንሶም ዘፍቀድዎ ሲስተም እያ ኣማዕቢልወን እምበር ንሶም ዝሰርሕዎ ትካል ንሶም ዝሰርሕዎ ቴክኖሎጂ ንሶም ዘፍረይዎ ፍርያት ኣይኮነን ኣማዕቢልወን ዋላ ብጸሎት ጥራይ እኮ ዝመጽእ ለውጢ ወይ ከኣ ዝመጽእ ምዕባለ ዝመጽእ ሰላም የለን። ኣካይዳኻ ተዐሪ፣ ብቕንዕና ትጓዓዝ፣ ሓቂ ትምስክር፣ ኢድካ ትሕውስ፣ እጃምካ ተበርክት ኣለካ። ከምቲ ኣቐዲመ ዝበልኩኹም እዩ። ኣምላኽ ሕተቱ ክወሃበኩም እዩ ኢሉ እምበር ጽቡቕ ዘየለኹም ጽቡቕ ኣለና በሉ ኣይበለን። ስለዝስ ንሱ እውን ከም ኣፍኩም ይኹነልኩም ከይብለናሲ ሓቂ ንዛረብ። ዝሓሸ ድማ ንሕተት። ጽቡቕ ኣለና ዘይኮነ ካብኡ ዝሓይሽ የምጽኣልና እዩ ዝበሃል። በሉ በዛ ዕላል ናይ ሓደ ኣንበሳን ዝብእን ውኻርያን መደበይ ክዛዝም። ሰለስቲኦም እዞም እንስሳ እዚኦም፣ ኣንበሳ፣ ዝብኢ፣ ውኻርያ ማለት እዩ፣ ሰለስቲኦም ብሓደ ነይሮምሲ ብጀ ኣብቲ በረኻ ማለት እዩ ብጀካ ኣድጊ በረኻ ካልኦት እንስሳታት ኣርሒቖም ከይዶም ነይሮም። ሽዑ ውኻርያን ዝብእን ነቲ ኣንበሳሲ ጠሚና ስለ ዘለናስ በጃኻ ሃዲንካ ኣብልዓና ኢሎሞ። ሃዲንካሲ ኣብልዓና ኢሎሞ ንሱ ድማ ሕራይ ኢሉ ንሓደ ካብቶም የእዱግ በረኻ ቀቲሉ ንዝብኢ እንካ ኣብ ኩላትና መቐሎ ኢልዎ ወየ ዝብኢ ድማ ብስስዐ ዝኣክል ንሓንቲ ብዝሕ ዝበለት ነተን ክልተ ድማ ውሕዳት ገይሩ ኣብ ሰለስተ መቒልወን ሽዑ ኣንበሳ ነናትና በል ኣፍልጠና ኢልዎ ወየ ዝብኢ ድማ ነታ ዝበዘሐት እዚኣ ናተያ ኢሉ ብስስዐ ማለት እዩ። ነተን ክልተ ንኣሽቱ ድማ እዚ ድማ ሓሓዲኹም ኢልዎም። ሽዑ ኣንበሳ ብጣዕሚ ተቖጢዑ በቲ ጉምቦ ኢዱ ገይሩ ንዝብኢ ሂቡ ተገደፎ ዓይኑ ነጢራ ወጽያ። ሽዑ ንውኻርያ ንስኺ ምቐልዮ ኢልዋ። ንሳ ድማ ኣብ ሰለስተ ማዕረ ገይራ መቒላቶ። ሽዑ በሊ ነናትና ኣፍልጥና ድማ ኢልዋ። ወየውኻዳ ድማ ኣየ ኣንበሳ መዓረይ እዚ ንቁርስኻ እዚ ንምስሓኻ እዚ ድማ ንድራርካ ኢላቶ ንሰለስቲኡ ኩሉ ንዕኡ ሂባቶ ማለት እዩ ኣንበሳ ሽዑ በቲ ሓደ ተሓጒሱ ዘይስሱስዕ እዩ በቲ ሓደ ድማ ተገሪሙ ካበይ ደኣ ተማሂርኪ እዚ ኩሉ ትሕትናን ልቦናን ኢልዋ ንሳ ድማ እንታይ ኢላቶ ካብ ዓይኒ ናይ ዝብኢ ኢላ መሊሳትሉ ይበሃል። ካብዚ እንታይ ንመሃር ተኾይኑ መለበሚ ኣይግበርካ መለበሚ ኣይኽልኣኻ ድዮም ዝበልዎ። ናይ ኣፍሪቃ ጉዳይ'ውን ስጋብ ሕጂ ኮምኡ እዩ ዘሎ።